እቲ ፍሉይ ትዕድልቲ ብዝተፈላለየ ምኽንያት ተቐቢሩ ዝተርፈሉ ኣጋጣሚ እውን ብኡ መጠን ብዙሕ እዩ። ኣብቲ ትነብረሉ ከባቢ ንፍጥረት ዘስተማቕርን ዘደንቕን ሕብረተሰብ እንተዘይረኺብካ በጺሑካ ፍሉይነትካ ምስ ወላሓደ እኳ ኣይጽብጸብን። ብሉጽ ክንስኻ ብኻባኻ ዘይበልጹ ትወሓጥ እሞ ፍሉይነትካ ሰባት ኣብ ዘይርእይዎ ክሕልኽልኽ ይነብር። ግዳምካ ብምዕዛብ ከም ዘይትረብሕ ገይሩ ዝግምግመካ ሓያሎ እዩ። ሽዑ እያ ኸኣ ንመጽሓፍ ገበር ርኢኻ ኣይትፍረድ እትብል ምስላ ቁጥፍ ትብለካ።
ክቡራት ተኸታተልትና ሓደ ኣገራሚ ነገር እውን ሒዘልኩም ክመጽእ እየ። እንተኾነ ግን ከምዚ ትርእይዎ ዘለኹም ኣባጅጎ ገና ክራማት ኣብ ከበሳታት ኤርትራ ዝተወደኣ ኣይመስልን እዩ ዘሎ። ኣብ ኩሉ ከባቢታት ጽቡቕ ዝርግሐ ዘለዎ መጠን ማይ'ዩ ዝሃርም ዘሎ። ኣብ ጽቡቕ ጥሉል ሃዋህው ኢና ንርከብ ዘለና። ስለዚ ማይ ዝግ ድሕሪ ምባሉ ናብቲ ኣገራሚ መደብ ዝበልኩኹም ሒዘልኩም ኣለኹ። ምክትታልኩም ቀጽልዎ። ክቡራት ተኸታተልትና ማይ ካብቲ ክሃርሞ ዝጸንሐ ዝግ ኢሉ ኣሎ ቁሩብ ዝሓልፍ ብምግባሩ ከዓ ጃኬት ተኸዲኑ ኣለኹ ሕጂ እምበኣር ናብቲ ዘገርም ነገር ዝበልኩም ክመርሓኩም ጋሻና ዳርጋ ምምጽኡ እዩ ዘሎ። እቲ ዝገርም ነገር ኣብ ዓለም ወዲ ሰብ ዕድመ እናደፍኤ ብዝኸደ ናይ ሕማም ረሲዕ ወይ ከኣ ኣልዛይመር እንብሎ ከማዕብል ከም ዝኽእል እዩ መጽናዕትታት ዝሕብሩ። እዚ ሕጂ ቀሪበልኩም ዘለኹ ጋሻ ግን ዕድመ እናወሰኸ ኣብ ዝኸደሉ ናይ ምዝካር ክእለቱ ከኣ ቆቋሕ እዩ ክበሃል ዝከኣል። ድሮ እውን ኣብ ሙምጽ እዩ ዘሎ ኣብኡ ከብረኩም። ሞጎስ ባሻይ ንዋይ እዩ ዝበሃል። ኣብ ገለ ናይ ዕላል ኣጋጣሚ ክንድዚ ዝኣክል ቁጽርታት ተሌፎን ከዚኑሎ ምስ ሰማዕና ኣይቀሰናን። እንተኾነ ኣብ ኣእምሮና ዝቐረጽናዮ ሞገስን ኣብ ባይታ ዝጸናሓናን ነንበይኑ ነይሩ። ተማቲእና። ምሉእ ግዜኡ ኣብ ሃለኽለኽ ናብራ ዓዃይ ዘሕልፎ ደፋኢ ድንኩል ምስ ክንድዚ ዝኣክል ቁጽርታት ተሌፎንን ካልእን ዘራኽቦ ገመድ ክንረኽቦ ፈቲና እነኹ እምበኣር።
ክቡራት ተኸታተልቲ መደባት ራይን ሜሎዲ ሾው እዚ ሾው እዚ ብቐጻሊ ፍልይ ዝበለ ትሕዝቶታት እዩ ዘዳሉ። ኣብዚ ሕጂ እዋን ከኣ ፍልይ ዝበለ ትሕዝቶ ሓጺርን ኣገራምን ትሕዝቶ ሒዙ ቀሪቡ ኣሎ። ስለዚ ናብ ኣቶ ሞጎስ ንዋዩ ብርሃነ ሓጺር ዕላል ኣለና ናብኡ ከብለኩም መጀመርያ ክብረት ሃበለይ ኣቶ ሞጎስ ንዋዩ ብርሃነ ስለቲ ዕድመና ኣኽቢርካ ምምጻኻ ብምቕጻል ብዛዕባ ነብስኻ ከተላልየና እስከ ንኽብራት ተዓዘብቲ። ሽመይ ሞጎስ ንዋዩ ብርሃነ እብሃል ዓዲ ባር እየ ተወሊደ ዓዲ ባር ዓብየ ካብ ህጻንነተይ ጀሚረ ማለት ኣብዛ ዓዲ ዓዲ እየ ተወሊደ ዓብየ። ሆነስ
ክንደይ ዓመት ጌርኩም ኣለኹም? ሓምሳን ክልተን ዓመት ገይረ ኣለኹ ሕጂ ሓምሳን ሰለስተን ይኸይድ ኣለኹ።
ፅቡቕ ትምህርቲ ክንደይ ደረጃ በፂኹም? ታሽዓይ ክፍሊ በፂሐ ነይረ ምስ ወፃኹ ክልተ ዓመት ምስ ተረፍኩ ኣጋጣሚ ናይ ገዛ ፀገም ኣቋሪፀ እዮ ናይ ስድራ ፀገም ገለ ነይሩኒ ብጸገም ስድራ ስለ ዝነበረ ንሳ ክቆጽሮ ኣይከኣልኩን። ሕጂ እቲ ስራሕኻ እንታይ እዩ ኣብዚ ሕዚ እዋን እዚ? ኣብዚ ሕርሻ ይጥቀም
መዓልታዊ ስራሕ።
ሕጂ ናይ ማሕረስ ልምዲ ግን ኣለካ? ኣለኒ።
ኦኬ ጽቡቕ።
ሕጂ ናብቲ ቀንዲ ዛዕባና ክንመጽእ ብገለ ገለ ሓበሬታ ከም ዝመጸና ቴሌፎናት፣

ክሳብ ክንደይ ዝኣክል ሒዝኩም ኣለኹም ኣብ ሓሙርኩም?
ሰላም እዚኣ ሽሕ ማለትሲ ኣውታት ይበፅሕ እዩ ናይ ዝኾነ ዓዲ ሓቲቶሙኒ ወረቐት እውን ክርእየልኩም ኢና ይብሎሙኒ ኣብኡ ከሎ ብቓለ እየ ንነግሮም ኣነ ሞባይል ኣላትኩም ዶ ሕጂ ኣላትኒ
እሞ ኣብ ሞባይልኩም ስለምንታይ ድዩ ትምዝግዋ ኣብ ሓንጎለ እየ ድሕዞ ኣነ ኣብ ሞባይል መዝጊበ ተቐቢለ ይፈልጥን እየ ወይ ወረቐት ብቓለ እየ ደፅንዖ ሓንሳብ ተመጊቡ ምስ ሰብ መቀባባኣ ከለኹ ብሓንጎለይ ይስዕቦ።
እንታይ ደልየ ኣለኹ ቁጽሪ ሓድሽ ቁጽሪ ኣና ክህበኩም እየ። ሓድሽ ቁጽሪ ናይ ደገ ትሕዝዋ ዲኹም ኣይትሕዝዋን ኣነ ዝፈልጣ ሕጂ ክህበኩም እየ። ራይ እምበኣር ዕፉን ደኣ ተጥቢሱ ዶ? እሺ እዛ ቁፅሪ እዚኣ ሕዝዋ ዜሮ ትሽዓተ ዓሰርተ ሰለስተ ቴስዓን ሸውዓተን ስሳን ሓሙሽተን

ስሳን ሓሙሽተን ድማ ኣተ ማዕዶ ቀይሕ የመልክት። ዓሰርተ ሰለስተ መወዳእታ ማለት እዩ።
ሰላም ቦል ንስከ እንዴ ብጣዕሚ ንዮ ገርመኒ ዘሎ ብኸመይ ኣገባብ ኢኹም ትሕዞ እንታይ ሜላ ኣለኩም ኣለኒ ማለት ነዊሕ ኢሉ ቁፅሪ እዚ ከመይ ገርኩም ብኸመይ ኣገባብ ትሕዞ ኖርማል ናብ ገለ ዓዲ ናብ ከተማታት ዘጸግዓሉ ኣሎ ወይ ዝተፈጸመሉ ኩነታት ከምዚ በዓላት ዝዕለልኳ ከምኡ ንጥቀመሉ ኢና ሕጂ እዛ ዜሮ ትሽዓተስ ከምዚ ሕዚ ነግረካ ዝጸንሓኩ እያ ዜሮ ትሽዓተ ሕጂ እንታይ ጽባሕ ኣርባዕተ እንስሳ ንበሎ ዋላ ሕጂ ጽባሕ ኣደይ ማርያም ትብል ምሽ ሕጂ ማለት ኣደይ ማርያም ውዒላ ሎሚ ጽባሕ ኣደይ ማርያም ትብል ዓሰር ሰለስተ ሕጂ ድሮ ኣብነ ኣረጋዊ እዩ ዝውዕል ወይ ጽባሕ ሚኪኤል

ዓሰርተ ትሽዓተ ዓሰርተ ሓደ ኣርባዕተ ክደግመልኩም ዶ ክልተ ሚእትን ዓሰርተ ሓደን ቴስዓን ሓደን ሰብዓን ሓደን ዓሰርተ ትሽዓተ ዓሰርተ ሓደ

ዓሰርተ ትሽዓተ ድማ ገብሪኤል ኢድ ውዕል ዓሰርተ ሓደ ድማ ድሮ ምኪኤል ኣርባዕተ ድማ መወዳእታ ሚእትን ዓሰርተ ኣርባዕተን
ሕጂ ኣነ ብጣዕሚ ዝፅወን ዘሎ እዞም ምስ በዓላት በዓላት ኣቋሪፅኩም ኣይትፈልጡን እዮም በዓላት ፅቡቅ ጌርኩም ሸንጊልኩሞ ኩሎም ፈልጦም እየ ፈልጦም እየ ሕጂ ከመይ ኣቢሉ ቀልጢፉ ይመፃኩም እቲ በዓላት ማለት
ይፍሉጥ እዩ ዋላ ሓንቲ ደጋጊ የብሉን ኖኖ ምስ ክንዲ ዝኣክል ቁፅሪ ቴሌፎን ሲ ይገርመን እንዲ ዘሎ ታሴራታት ክትሕዙ ታሴራ ቁፅሪ ታሴራ ሒዝ ከመይ ሕጂ ብጭቡጥ ዘጋጠሙኩም እስከ ንገሩና ሕጂ ሓደ ኣጋጣሚ ኦርኒክ ድምላእ ነይርዎ መፅኡ ወዲ ታሴራ ክሃባ ኢሎ እሞ ታሴራ ገዛ ገዲፈ እየ መፅየ እንታይ ድኣ ክገብር እየ ኢሉ ዕንይንይ ይብል ኣብታ እንዳ ብርጌድ ከተምፅኣ ኢኻ ታሴራኻ ምስ በልዎ ንዓይ ዘኪሩኒ ሽዑ ንዓይ ምስ ዘከረኒ ካብ ድኻም ኣድሒነዮ ማለት እዩ ታቲ ቁፅሪ ታሴርኡ ነጊረዮ ካብ ድኻም ካብ መንገዲ ኣድሒነዮ ካብ ምድካም ማለት እዩ
ሕጂ ብከመይ እዩ ከምኡ ክከውን ክኢሉ እስከ ከመይ ገርኩም ከተጥርይዎ ክኢልኩም። ኖርማል ከምዚ ናብ በዓላት ዕለት ወርሒ ዓመተ ምህረት ኣሎ ምሽ ናብ ከምኡ ተጻጋጓ ኢካ ሕጂ እቲ ሰብ እንተደልየ ስኒ ብቐጥታ ምስ ሰብ ይመጸለይ እቲ ቴሌፎን ዋላ እቶ ታሴሩ ኖርማል የጻጋግዖ
ሕጂ ቴሌፎን ናይ ናይ ዝኾነ ሰብሲ ድሕር ሂብኩም ትምዝግቧ ናይ ግድን ማለት እዩ ይሕዝ ኣብ ሓንጎለይ። ንኣብነት ኣብ ናይ ጎረባብትኹም ናብ ጎረቤትኩም ክትድውሉ ድሕር ሪኢኹምስ ከመይ ገርኩም ትድውሉ ሕጂ? ኖርማል ነቲ ሰብ ጥራሕ ምዝካር እዩ ደድልየኒ። ኣለኩም ሕጂ ናይ ጎረቤትኩም ቴሌፎን? ኣለኒ
ኣለኒ እዛ ናይ ጎረቤተይ ኣላ ሕጂ ሓንቲ ሓዳሽ ዝሓዝኳ ኣላትኒ ናይዛ ዓዲ እውን ኣለኒ። ኦረዲ መዝጊብዎ ኣለኹም ኣብ ሞባይል የለን? የለን። ሞባይል ድኣ ንምንታይ እቲ ንመደወሊ ጥራሕ ትጥቀሙላ ማለት እዩ? መደወሊ እየ እጥቀመላ ቁርተይ መመዝጊበየን ኣለኹ እምበረይ ምስ ሪኤ ዝደወልኩሉ መዓልቲስ የብለይን።
ሕራይ እስከ ሕጂ ከነረጋግጽ ኣነ ሕጂ ተጠራጢረ እንደ ዘለኹ ዝቕጽ ታሴራ ነዊሕ እዩ ዳሕራይ ናይ ደገ ቴሌፎን ከትሕዙ ናይ ደገ ሕዘ ናይ ደገ ቴሌፎን ኣለኒ

በሉ ክፍትን እየ ከረጋግፅ ሕራይ እንተ ደዊላ
እሳ ድያ ካልእ ድያ ክነረጋግፃ ኢና ሕራይ ኣብ ቅድመኹም ምክንያቱ ምእማን ስኢነ ኣለኹ ፅቡቅ ኣለኹ ሕራይ እምበኣር ክቡራት ተኸታተልትና ንድውል ኣለና ዜሮ ዜሮ ሚእትን ሰላሳን ክልተ ሚእትን ሰላሳን ክልተን ሸውዓተ ሚእትን

Thank you for using Raza dot com. Please enter your authorization code now. ኦኬ ስለዚ ምናልባት ናይ ናይ መስመር ጸገም ክኸውን ንኽእል እዩ ንዝያዳ ንምርግጋጽ ኣብዚ ውሽጢ ሃገር ዘሎ ቴሌፎን ትፈልጥዎም እስከ ካብዞም ኣብ ዓዲ ባረ ይኹን ዘለኹም ካብኣቶም ሕጂ እስከ ናይ ሓደ እስከ ንገሩ ኣብልኒ ኣቶ ታደሰ መሓሪ ፅገ ዝበሃል ኣሎ ዓድና ናቱ ተሌፎን ኣላቶ ናይ ኢዱ ሕጂ ናቱ ዓሰርተ ሰለስተ ሓምሳን ኣርባዕተን ባዶ ባዶ እያ ዋላ ናይ ገዝኡ እውን ዓሰርተ ኣርባዕተ ሰብዓን ሓሙሽተን እያ እሳን ሓደ እንድያ ጅምር ናይ ገዛ ናይ ኢዱ ዓሰርተ ሰለስተ ሓምሳን ኣርባዕተን ባዶ ባዶ ዓሰርተ ሰለስተ ሓምሳን ኣርባዕተን ባዶ ባዶ

ካብዚ ዕፉን ዕኮ ደው ኢላ ኣላ ሕጂ ግርም ፅቡቕ ሀሎ መርሓባ ኣቶ ተስፋይ ማዕሾ መብራቱ እወ ከመይ ኣለኹም ሰላም ሰላም ፅቡቕ ማይ ከመይ ውዒሉ ሃሪሙ ዶ እወ በርቲዑ ምሽ እወ ፅቡቅ ኣነ እኮ ጋሻ እየ ብዝኾነ ግን ኣቶ ሞጎስ ንዋዩ ኣቶ ሞጎስ ንዋዩ ብርሃነ እሱ እዩ ትፈልጦ ዶ ኣበይ ከባቢ ኣበይ ኣበይ ኣማን ብኣማን ደሓን ኣነ ሓይሎም በረቐ በሃል ብዝኾነ ከፃሪ ኢለ ኣቢለ እሞ ብዛዕብኡ እስከ ቁሩብ እስከ ክስታይ ክትህቡና ምስኡ እንዲና ዘለና ብሓንሳእ ቴሌፎን ኣብ መሓዝ ከመይ እዩ ከመይ ትሪእዎ

ኣቶ ተስፋይ ደሓን ካልእ መዓልቲ ክንራኸብ ኢና። ሕራይ በሉ ሕራይ እሺ ኦኬ ብሩኽ መዓልቲ በሉ የቀኔለይ ሕራይ ቻው። ኣማን ብኣማን ናይዚ ኣረጋጊጽና ኣለና ናይ ታርጋ መኪና። ታርጋ ማኪና ሕጂ ኣላ ሓደ ናይ ሓደ ኣባልና ኩደፈላሲ ዶመጥ። እላ ተሌፎኑ ተሌፎኑ ታሴሩ ቁፅሪ ማኪኑ እላትኒ
እላትኒ ወደ ፈላሲ ደማ ታክሲ ተሌፎኑ ታሴሩ ታሴሩ ከምኡ ድማ ማኪኑ መኪኑ ቁፅሪ ማኪኑ እስከ እዚ ክንረጋግፆ ኢና ክንደይ ተሌፎኑ ናይዚ ተሌፎኑ ዕስራን ሰለስተን
ሰማንያን ሽዱሽተን

ስእሉ ሃለቃ ግርማይ በርሀ ይበሃል ተሌፎኑ ዕስራን ሰለስተን እዚ ግርማ ሃለቃ ኖኖ እዚ ስእሉ ሃለቃ ግርማይ ስእሉ እዩ ሽሙ ዋና
ስእሉ ሃለቃ
ግርማይ በርሀ
እዚ ሕጂ ስለምንታይ ሰለስቲኡ ክስታዮ ክትሕዙ ወሲንኩም? ኣብቲ ኣሃዱ ምሳና እዩ። ቴሌፎን ኣጋጣሚ ብዛዕባ ናይ ደሞዝ ገለ ክንበሃል ከለና ንደዋወል ኢና። ታሴራ ከ ብኸመይ ሒዝኩሞ?
ባዕሉ ምስ ነገረኒ።
ብኸመይ ምክንያት ነጊርኩም? ከም ዝሃለካ ዝጸናሕኩ ኣጋጣሚ እንተ ጠፋኣትንስ ክትነግረና ድብሉ ኣለዉ እስከ ክሓተካ እየ እሞ እዚኣ ሓዛ ገለ ኢሎም ዝዛረቡ ሰባት ኣለዉ ሽዑ እስኹም ተገዲስኩም ትሕዝዋ ከፍቶ ብላ። ተገዲሰ ሕዛ ኣብ ዝሓተቱኒ ይምልሰሎም ማለት እዩ እዚኣ ክተረጋግጽ እስከ ትኽእል ክንድውለሉ ኢና። ቡን ከመይ ትኸይድ ኣላ? ደሓር እያ ጽቡቕ። ዜሮ ሸውዓተ ዕስራን ሰለስተን ዕስራን ሰለስተን ሰማንያን ሽዱሽተን ሰማንያን ሽዱሽተን ቴስዓን ሸሞንተን
ፅንሕ ኢልኩም ናይ ጎደና ቴሌፎን እውን ክትሕዙ ክትጅምሩ ኢኹም ማለት እዩ ኣይተርፍን እዩ ኣይተርፍን እዩ
ሰብ ኣበይ ኮይኑ ይድውል ምህላዉስ ትፈልጥዎ ኢኹም፣ እንታይ ደኣ እዚ ኹኣ ከገድሰኩም ይምን። ናይ ግድን ነዚኦም ከተማታት ገለ ሕጂ። Hello መርሐባ ሰላም ስእሊ ሃለቃ ግርማይ በርሀ እወ እወ ከመይ ትኸውን ደሓን ዶ እዝጋብሄር ይመስገን እወ ጽቡቕ መን ደሓን ትብል ደሓን ዶ ኣለኻ
እግዚኣብሔር ይመስገን ሓይሎም በረቐ እበሃል ሓይሎም በረቐ እበሃል ጋሻ እየ ብዝኾነ ስታይ ክሓተኩም ደልየ ንኣቶ ሞጎስ ትፈልጦ ዶ እንትኾኑ ሞጎስ ነዋይ ፅቡቕ ስታይ ኢልና ነይሩ ኣጋጣሚ ብስራሕ እንዳዓለልና ከለና ቴሌፎን ቁፅሪ ቴሌፎኑ ሲ ብጀካ ቁፅሪ ቴሌፎኑስ

ኣደኒቅና።
ስለዚ ናይዚ ከባቢ ኤሪቴርሲ ባዕሉ እዩ ዘሎ ማለት እዩ።

ክልተ ሚእትን ዓሰርተ ሓደን ሕራይ ቴስዓን ክልተን ሕራይ ሰላሳን ሰለስተን ሕራይ ሰላሳን ሰለስተን እወ ሚእትን ሸሞንተን ብትኽክል ልክዕ ኣማን ብኣማን ረኺብኩማ ኣለኹም እም። ሕጂ እታ ሕቶ መሊሰ ክደግማ እየ እም። እዛ ቁጽሪ እዚኣ እንታይ ክትኮነኩም ምሒዝኩማ
ናተሌፎን ንኣፍልጦ ዋ እዚኣ ሕጂ ናይ ሓደ ሰብ እያ ኣይትፈልጥዎን ኢኹም ሰብ ኣይፈልጠን እየ ሕጂ ንምንታይ ሒዝኩማ ኣፅኒዕኹማ ማለት እዩ ሸምዲድኩማ ነዚ ሕጂ ነገርካኒ እወ ግን ማለት ሸለል ኢልኩምስ ኣይገደፍኩማ ስለምንታይ ሒዝኩማ ማለት እዩ ኣይገደፍናያን ከመይ ሕማቕሉ ማለት ዝሓብ ሓቱና መዓልቲ ስይ ኣይፍለጥን እዩ ኣለዎ እንዶ ብዛዕባ ምን እዚ ሰብ ክዶ ኣይትፈልጥዎን እዮም ኣይፈልጦን እየ ደገ ኮይነ ኣሎ ኣብ ጁባ ኢሉ ኣሎ ሕጂ እንታይ ክትኮነ ከፊትኩማ እሞ ዋላ እንተሓዝኩዋ ፅቡቅ እንተዘይሓዝኩዋ እውን ኣነ ግን ኣይተዳን እዩ ዝኾነ ነገር ኮይኑ ኣብ ዳሃለዎ ሃሉ
ሕራይ እሞ ኣቶ መጎስ ንዋይ ብርሃነ ኣብዚ እስኻ እትፈልጦም ሰባት ናቶም ቴሌፎን ሒዘ መፅየ ኣለኹ ሕጂ ናይ መን ምዃና ክትሕብረኒ ኢኻ ኣብዚ ከባቢ ዕስራ ዝኸውን ቁፅሪ ቴሌፎን ኣብዚ ምፅየ ኣለኹ እስኻ ትፈልጦም ማለት እዩ ካብኣቶም ከይደ ምፅየ ኣለኹ ሕጂ ኣነ ቁፅሪ ሕጂ ኣነ ቁፅሪ ምስ ሓበርኩኻ ሽም ናይቲ ሰብ ክትነግረኒ ኢኻ ዜሮ ሸውዓተ ሓምሳን ኣርባዕተን ዓሰርተ ሸውዓተ ቴስዓን ሓሙሽተን መን ይብሃል እዚ? እዚ ኣቶ ዘርኣይ ጸጋይ ዛህላይ ድበሃል ኣባልና እዩ።
ዜሮ ሸውዓተ ዓሰርተ ክልተ ሰላሳን ሰለስተን ሰብዓን ሸሞንተን መን እዩ እዚ?
እዚ ኣቶ ነጋሽ ሃይለ ወልደመንቂሮስ ዓድና እዩ።